ሰላም ኣቡነ ነቪዲና ብጣዕሚ ዘራራብ ዘሎ ብዛዕባ ስኒት ሓድሽ ታሪክ ተሰሪሑ ኣሎ እንዳተባህለ እዩ። ኣርባዕተ
ሚልዮን ከቢድ እዩ በቃ። እንታይ ዓይነት ህዝቢ ኢኹም ኤርትራውይንስ እንታይ ዓይነት ህዝቢ ኢኹም ኣነ ከማኹም ኣይረኣኹን ኣም ሶ ፕራውድ በቃ ካብ ቀደመይ ለትስ ጎ ፋይፍ ሚልዮን ፋይፍ ሚልዮን ነብጽሓያ እዚኣ። ከምኡ ን ዝተፈላለዩ ስነ ጥበበኛታት ዝተረኽብዎ በዚ ሎሚ ዕለት ሓደሽቲ ሓበሬታታት እንዳውጽኦም ዝርከቡ። ንእሽተይ ክዛረብ ሎማዓንቲ ሞኒ ዘርኦም ዮኒ ፊሊ እዚኦምን ካልኦትን ሓድሽ ሓበሬታታት ኣለዉ ብሓደ ኮይና ሪኦም እያ ክሳብ መወዳእታ እዚ ቪድዮ ዝሓበርኩም ነጽንሑ ነዚ ቪድዮ እዚ ናብ ኩሉ ሰብ ክበጽሕ ስለ ዘለዎ ኩላኹም ላይክ ምግባር ንጀምሮ ሰናይ ምክትታል። እንታይ ዓይነት ህዝቢ ኢኹም ኤርትራውይንስ እንታይ ዓይነት ህዝቢ ኢኹም ኣነ ከማኹም ኣይረኣኹን I'm so proud በቃ ካብ ቀደመይ ኤርትራዊ ምዃነይ ብጣዕሚ እንድዩ ዘኹራዕኒ ኔሩ ሕጂ ከኣ በቃ እቲ ኩርዓተይሲ መሊሱ ወሲኹ ኮራሪዐ ልዕሊ ኩርዓት እንታይ ዝበሃል ኣሎ ኮራሪዐ በቃ ትግርኛ ስኢነሉ ዋእ ኣኹሪዕኩምና ጋይስ ናይ ስኒ ዝሓፍትና ቮት ቮት ንግበር ንቀጽሎ ነተባባዓያ ናይ ብሓቂ ጽቡቅ ኢና ንኸይድ ደለና ተቀናቅንትና ብዳብል ኢና መሪሕናዮም ደለና ኤርትራ ስጋብ ሕጂ ቀዳመይቲ እያ ደላ ትማል ከይደቃስኩ እያ ሓዲረ እቲ ጋብ ኣዝዩ ጸቢብ ነይሩ ሕጂ ድማ ሸሞንተ መዓልቲ እየን ተሪፈናና ደለዋ ኣብዘን ሸሞንተ መዓልቲ ድማ ወላ እቲ በቲ ፍሪ ቮት ማለት እዩ ኣብቲ ዌብሳይት ኣቲልና ነቲ ኣፕሊኬሽን ዳውንሎድ ምስ ገበርናዮ ብድሕሪኡ ፍሪ ቮት ክንገብር ንኽእል ኢና ኤቭሪ ትወንቲ ፎር ኣወር ንተወሳኺ ድማ ኣዓቕምና ኩላትና እታ ሚኒመም ፎር ዳላር እያ ደላ ከምኡ እንዳበለ ናይ ኤት ዳላር ቴን ዳላር ኣሎ ከምኡ እንዳበልና ዓቕምና እንዳገበርና ድማ ነቲ ቮት ንቐጽሎ ማለት እዩ ሕጂ እውን ቀዲምና ኣለና ኢልና ኣይነድቅስን ኢና ሸሞንተ መዓልቲ ብዙሕ እዩ ስቲል ሰው ቀጻሊ መዓልታዊ እንዳ ረኣናዮ ንኺድ ነቲ ዌብሳይት ኩላህና ዓዓቕምና ንግበር let's go guys let's go let's do this we have to do this we are proud so far ብጣዕሚ ኢና ንመርሕ ደለና በቃ ሰብ ተገሪም እዩ ደሎ ኤርትራስ መን እዩ ዝበሃል ደሎ ኮርኤ ዋይ ሓቦ ዋይ ኒሕ እዋይ ፍቅሪ ሃገር ተሓጒስና ናይ ብሓቂ ብጣዕሚ እዩ ደስ ዝብለካ let's go let's go we have to do this guys thank you i love you all
ሰላም ተጋርን ኤርትራውያን ናብ መላእ ዓለም ዘለኹም ማለት እዩ ሎማዓንቲ ክልተ መልእኽቲ ኣለዋኒ መጀመርያ ስለ ኤርትራውያን ኣሕዋተይ ክዛረብ ኤርትራውያን ኣሕዋተይ ኣብዚ ሚድያ ልዕሊ ሰለስተ ዓመትን ሸሞንተ ወርሕን ሓገዝ ንህዝቢ ትግራይ ንቲዲኤፍ ትግራይ ከዋፅ ከለኹ ልዕሊ 24 25 ሚሊዮን ኣዋፅ ኣብ ገዛይ ማለት እዩ ላይፍ ከፊተ ኣብቲ ሰዓት ንሱ ግን ሕልና ዘለዎም ኤርትራውያን ኣሕዋተይ ልዕሊ ፍርቂ እዮም ሓጊዞም ብግልጺ ክዛረበኩም ማለት እዩ ኩሉ ግዜ ኣቱም ሰናይ ዝገበርኩም thank you ኣቱም ሰናይ ዘይትገብሩ ሰባት ከዓ ናብ ሰናይ መንገዲ ክትመጹ እየ ዝደሊ ስለዚ ንሕና ተጋሩን ኤርትራውያንን ጽልኢ ኩናት መከራ ይኣኽለና ይኣኽለና ደቂ ዓበይቲ ካብ ኩናት ምንም ኣይርከብ ሞት ጥራሕ እዩ ዝርከብ ካብ ፍቕሪ ግን ብዙሕ ትረክብ ትኽእል ኢኻ ስለዚ ንፍቕሪ ንጎስጉስ ኣብዚ ሕጂ ሰዓት ከዓ ኣብ ጎኒ ስኒት ደው ዘበለና ንሕና ትግርኛ ተዛረብቲ ኢና ሓደ ዓይነት ባህሊ ሓደ ዓይነት ቋንቋ ሓደ ዓይነት ሃይማኖት ኣለና ኣሕዋት ኢና ሕውነትና ኢና ንሕና ክነስጥም ንደሊ ማለት እዩ ደስ ዝበሎ ሰብ ክፍክር ይኽእል እዩ ብተግባር ግን ያው ንፈልጣ ስለ ዝኾና ምንም ፍከራታት ኣየድልን ማለት እዩ ሶ ንስሊት ሓፍትና ንምረፅ ሕጂ እውን ኣብ ጎና ንኾን ከምቲ ስዕር ምንም ጥርጥር ዝበሃል የብልናን ካብኡ ካዓ እዛ ኢትዮጵያዊት እንድያ ትግራይ እኮ ኣካል ኢትዮጵያ እላ ህዝቢ ትግራይ እንዳተጨፍጨፈ ብድሮን ህዝቢ ትግራይ ጠምዩ ህዝቢ ትግራይ መብራህቲ ስኢኑ ዓቀቅ እናበለ ትግራውነት ዝሕፍሮ ትግራዋይ ንዓይ ትግራዋይ ኣይኮነን መጀመርታ ኣነ ትግራውነተይ ቀዲመ ብድሕሮ ኢትዮጵያዊት እየ ዝኸውን ምክንያቱ ኣመፃፅኣ መንነት እየ ክፈልጥ ዘለኒ ማለት እዩ ስለዚ ኣብ ጎኒ ስኒት ሓፍትና ንኹን ሓደ ነጥቢ ሽዱሽተ ሚልዮን ኣትያ ኣላ ናይ ሓሙሽተ ሚልዮን ሌስኮ ክንቅፅል ጥራሕ እዩ ዘለና ሰናይ ንዓኹም መልእኽቲ ሰደልኪ ኣጋጣሚ ተራኸብናን ሕጂ ረኺበኪ ከለኹ ኣብ ኩሉ ግዜ ዝሓገዝክኒ ንዓይ ኣይተረኸብናን ኣጋጣሚ ግን ብጣዕሚ በቃ ሞራል ዝሃብክኒ ኣብ ብዙሕ ግዜ ማለት እዩ ብጣዕሚ እየ ዝፈትወኪ ከምቲ ኣነ ጸሎት ትገብረልኪ በቃ ኣይ ላቭ ዩ ኣይ ሶ ማች
በቃ ታብ ታብ ታብ ታብ ንግበር ታብ ታብ ዚያ ናተያ ዚያ ሒዚያ ኣለኹ ታብ ታብ ኣትብሲ ስተማትያ
ንእሽተይ ትዛረብ ሎማዓንቲ ሞኒ ዘርኦም ዮኒ ፊሊ ኤጂ ቲጂ ኩላትኩም ማሬ ዳን ስለዘይ ወፂና ከም ናትኩም ክንፀብቕ ኣይንኽእልን ኢና እምበር ደስ ብለና መዓልታዊ ወፂኻ ከምዚ ክትዛረብ ኣብቲ ተዋስኦ ኢና ንፍዓት እምበር ኣብ ምዝራብ ወፂኻስ ብዙሕ ኣነ ኮ ንፍዕቲ ይኮንክን ግን ምስጋና ከኣ ክዛረብ ኣለኒ ክርእየኩም ስለ ዝቀነኹ ብሳላኻትኩም እዩ ኣብ ትሕቲ ፈጣሪ እስኹምን ህዝቢ ኤርትራ ከኣኒ ከምኡ ውን ኣብዚ ግዜ እዚ ህዝቢ ትግራይ ኣቦንና ኮይኑ ብዙሕ ነገር ብጣዕሚ ደስ ዝብለካ ማለት እዩ እቲ ትገብርዎስ ምናልባት ሎሚ መፅእ ከለኹስ ንእሽተይ ዕድል ክትብሉን ክዛረበላ ማለት እዩ ኩላትኩም ትሕልፍዎ ነገራት ንሕና በዚ ኮይና ክንሓርቅ ከለና ተጻናኑዑና ሓይሊ ክንስእን ከለና ካባካትኩም ብጣዕሚ ኢኩም ሞቲቨይት ትገብሩ ምናልባት ይመስለኩም ከይከውን ብጣዕሚ ኢኩም ንስኩም ብፍላይ ኣብ ስደት ኣነ ንዓኩም በቃ ሓደ መዓልቲ እንቋዕ ዕድል ረከብኩ ሎምዓልቲ ንእሽተይ ክዛረብ እየ ሓንቲ ደቂቅ ቅድሚ ምጅማር ግን መረበይ መረበይ ቅድሚ ምጅማር ቪድዮ ትገብርያ ጽብቕቲ ነይራ ባህር ትኸይድ
ክዘ- ክጠፍኣኒ ቪድዮ ተገይረ ይደሓን ኣጆኺ ዋ ሕጂ ኤኒወይ ብጣዕሚ በቃ ከምቲ ሚሻሎ ብጣዕሚ ኢኹም ጸለውቲ ብጣዕሚ ኢኹም ከምዚ ኩሉ ሰብ ስለ ዝዕዘበኩም እቲ ትሕልፍዎ መልእኽቲ ብጣዕሚ ጽቡቕ ገሊኡ መሃሪ ገሊኡ ሞቲቨይ ዝገብረካ ገሊኡ ሓሪቕካ ጸኒሕካ ዝሕጉሰካ ከምዚ ማንም ሰብ ዘይርእየኩም ከይመስለኩም ኩሉ ሰብ ስለ ዝዕዘበኩም ቀጽልዎ በቃ ጸጽቡቑ ሞቲቨይት እንዳገበርና ንሕና በቃ ከም ኤርትራውያን ኣዚና በቃ ውሕዳት ክንስና ግን ክንዲ ሚልዮናት ንቑጸር ሓገዝ ኣብ ሓገዝ ኤርትራውስ ካብ ዘይብሉ ዝህብ እዩ ሃልይዎ ኣይኮነን ዝህብ ኤርትራዊ ሓቦ እዩ በቃ እንዳ ወደቀ እንዳ ተሰቀ ሰብ ብውሽጢ ገዝኡ ብዙሕ ነገር እዩ ዝሓልፍ ግን እዚ ትገብርዎ ደለኹምሲ በቃ ኣነ ዓንተ ኣይከኣልኩን ክበኪ እየ ደልየ በቃ ክርእየኩም ከኣ ስለ ዝቀነኹ ማለት እዩ በቃ ብጣዕሚ እየ ዝፈትወኩም ብሙሉእኩም ህዝቢ ኤርትራ እዞም ሕጂ ማጽብቲ ህዝቢ ትግራይ መጺኹም ትሕጉዝና ደለኹም ዊ ላቭ ዩ ኣይ ላቭ ዩ ሶ ማች ኩላትኩም ኣብ ሶሻል ሚድያ ትነጥፉ መንእሰያት ይሕዋተይ ኣሓተይ ኩላትኩም ማለት እዩ በቃ ቀጽልዎ ከይትገድፍዎ ጸጽቡቅ እንዳ ገበርና እንዳ ተሓጋገዝና ንሕና ከኣ ሓደ ጊዜ ከምዚ ጌርኩም ምስ ዓደምኩምና ከኣ ንመጽእ በቃ ኣብ ኣነኹ ብሳላኻትኩም እዩ ኣብ ትሕቲ ፈጣሪ እስኹምን ህዝቢ ኤርትራ ከኣ ከምኡ ውን ኣብዚ ጊዜ እዚ ህዝቢ ትግራይ ኣብ ጎንና ኮይኑ ብዙሕ ነገር ብጣዕሚ ደስ ዝብለካ ማለት እዩ እቲ ትገብርዎስ ምናልባት ሎሚ ወ መጽየ ከለኹስ ንእሽተይ ዕድል ክትብሉኒ ክዛረበላ ማለት እዩ ኩላትኩም ትሕልፍዎ ነገራት ንሕና በዚ ኮይና ክንሓርቅ ከለና ተጸናንዑና ሓይሊ ክንስእን ከለና ካባኻትኩም ብጣዕሚ ኢኹም ሞቲቨይት ትገብሩ ምናልባት ይመስለኩም ከይከውን ብጣዕሚ ኢኹም እስኹም ብፍላይ ኣብ ስደት ኣነ ንዓኹም በቃ ሓደ መዓልቲ እንኳዕ ዕድል ረኸብኩሎ መዓልቲ ንእሽተይ ክዛረብ እየ ሓንቲ ደቂቕ
ቅድሚ ምጅማር ብጣዕሚ ደስ መረበይ ዝብሉ መረበይ ቅድሚ ምጅማር ቪድዮ ትገብርያ ፅብቅቲ ነይራ ቫይራል ትኸይድ
ክዘ- ክጠፍኣኒ ቪድዮ ተገይረ ድሓን ኣጆኺ ዋ ሕጂ ገረ ካብ ኤኒወይ ክብለኪ ብጣዕሚ ኣጆኺ በቃ ከምቲ ምሻሎ ብጣዕሚ ኢኹም ጸለውቲ ብጣዕሚ ኢኹም ከምዚ ኩሉ ሰብ ስለ ዝዕዘበኩም እቲ ትሕልፍዎ መልእኽቲ ብጣዕሚ ጽቡቕ ገሊኡ መሃሪ ገሊኡ ሞቲቨይት ዝገብረካ ገሊኡ ሓሪቅካ ጸኒሕካ ዝሕጉሰካ ከምዚ ማንም ሰብ ዘይሪኦኩም ከይመስለኩም ኩሉ ሰብ ስለ ዝዕዘበኩም ቀጽልዎ በቃ ጸጽቡቁ ሞቲቨይት እንዳገበርና ንሕና በቃ ከም ኤርትራውያን ኣዚና በቃ ውሕዳት ክንስና ግን ክንዲ ሚልዮናት ንቁጸር ሓገዝ ኣብ ሓገዝ ኤርትራውስ ካብ ዘይብሉ ዝህብ እዩ ሃልይዎ ኣይኮነን ሰብ ኤርትራዊ ሓቦ እዩ በቃ እንዳወደቀ እንዳተሰቀ ሰብ ብውሽጢ ገዝኡ ብዙሕ ነገር እዩ ዝሓልፍ ግን እዚ ትገብርዎ ደለኹምሲ በቃ ኣነ ኣንተ ኣይከኣልኩን ክበኪ እየ ደልየ በቃ ክርእየኩም ከኣ ስለ ዝቀነኹ ማለት እዩ በቃ ብጣዕሚ እየ ዝፈትወኩም ብሙሉእኩም ህዝቢ ኤርትራ እዞም ሕጂ ማጽብቲ ህዝቢ ትግራይ መጺኹም ትሕጉዝና ደለኹም ዊ ላቭ ዩ ኣይ ላቭ ዩ ሶ ማች ኩላትኩም ኣብ ሶሻል ሚድያ ትነብጡ መንእሰያት ይሕዋተይ ኣሓተይ ኩላትኩም ማለት እዩ በቃ ቀጽልዎ ከይትገድፍዎ ጸጽቡቅ እንዳ ገበርና እንዳ ተሓጋገዝና ንሕና ከኣ ሓደ ጊዜ ከምዚ ጌርኩም ምስ ዓደምኩምና ከኣ ንመጽእ በቃ ኣብ።
ለካስ ስምረት ስለ ዝደለካዮ ደይኮነስ ምስ ደምካ ክፍጠር ኣለዎ። ከምዚ ዓይነት ቪድዮ ሰሪሐ ኣይፈልጥን እየ ንመጀመርታ ግዜይ እሱ ከኣ ብጣዕሚ ስለ ዘገረመንን ዘደነቀንን ማለት እዩ እሱ ከኣ እዚ ናይ ሚስ ወርልድ ውድድር ዘሎ ኣብ ብብዝሒ ኣብ ሶሻል ሚድያ ዝርጋሕ ደሎ ማለት እዩ ብጣዕሚ ዘገርመካ ዘቅነኣካ እንግዲህ መግለጽ ተስኖሉ ነገር ማለት እዩ እንታይ ዘኪርኒ ዝኾነ ግዜ ብዙሕ ዓሰርተ ገረብ ዓመታት ኤስራ ይኸውን ማለት እዩ ሜቢ ዓሰርተ ትሽዓተ ዓመት ይኸውን ማዘረይ ምርጫ ነይሩዋ እቲ ምርጫ ካ እንታይ እዩ ናይ ሃማድ ሓላፊት ሓለፍቲ ንምዃን ማለት እዩ ሕጂ ብዙሓት ሰባት ይምረፃ ነይረን ደኒቕኒ ማለት እዩ ለካ እቲ ስምረት ምስ ደምካ እዩ ዝፍጠር። ኣርባዕተ ሚልዮን ከቢድ እዩ በቃ ትማሊ ሲ ክልተ ሚልዮን በፂ- እዚ ሰለስተ ሚልዮን በፂሓስ ሕጂ ታግ ገይሮምና ኣብ ኢንስታግራምስ ንጽባሒቱስ ኣርባዕተ ሚልዮን ያያዉ ኤግ ዓሌክ ብጣዕሚ ኣኹሪዕኹምና ብጣዕሚ ተሓጒስና ሕጂ እውን ክቐጸል እዩ ኣይ ቲንክ ሎማዓንቲ ምሸት ድያ ገለ ኣይ ቲንክ ኣገዳሲ እያ ደፍሶ ቀጽሉ ክንቅጸል ኢና ስኒት ትዕወት ማለዱ ስኒት ተዕወት
ጋይስ እንዲያሞ እንዲያሞ ሬገኔ ካብ ኢሊቬተር ለትስ ጎ 5 ሚሊዮን 5 ሚሊዮን ነብጽሓያ እዚኣ ቀሪብና ኢና ጋይስ ለትስ ጎ ኣሹፍ ቶታልቲ ናይ ሎም ዝነበሩ ሓበሬታታት እዚኦምን ካልኦትን ነይሮም ኣብ ቀጻሊ ብሓድሽ ሓበሬታ ሳዕ ንራኸብ ሰሰናዩ ጸጸብቑ የስመዐና።